ዝኸበርኩም ተኻታትልቲ ባህግና ቲቪ እዚ ከምቲ ልሙድ ክንገብሮ ዝቐነና ጆን ሜራ ሾው ኣብ ባህግና ቲቪ እዩ። ከመይ ተቐቢሎማ?
ከምቲ ዝበልኩኻ ኣብ ሰረጀቓ ኢና ኣብኡ ኢና ዓቢና ኣብኡ ኢና ቀሪብናዮ ትምህሪት ሕጂ ንሕና

ጥራዙ ኣብ ኢዱ ዝሓዘ፣ ኣድጉ ብጹዕነቱ ገሊኡ ዝኣሰረ፣ መደብ ረኺቦም ነዚ ስራሕ። መደብ ረኺቦም። እ፣ መደብ ሃይማኖት ኣብ መደብ ሰምዑ። ይበለን። ነረ መጅብ ደሓር ብንእሽተይ እዩ ዝጅምር። መብዛሕትኡ ናይ ኣብያተ ትምህርቲ ናይ ገለ ተርኢኻዮ እኮ ንእሽተይ እዩ ዝመስለካ። ኣብቲ ደረጃ ናቶም ዓብዪ እዩ። ግን ብዝኾነ ግን እንኳዕ ማርታ ከኣ ይበሉኻ ስኣብ ጓል። ጠውይል ነይራ ድያ ሽዑ? ከምዚ ሎሚ ምስ ፈኸም ትብል ነራ ግን ንሕና ረኺብናያ ዘለና ሳጓታት ዶ ቀሊል በብዝሰራሕናዮ ሳጓ ክወፀና
ከምዚ እንዳልና እዚኣ ሕጂ ከምቲ መጀመርታ ከምዚ ይኸውን ደኾን ሓሳብካ ሲ ትፍትኖ ደኾን ብግጥምን ብዜማን ርግፀኛ እየ ከዓ ሕጂ ከምኡ ዝብሉ ብዙሓት ስለዚ ኣነ ጎኦም ጥራይ ክብሎም እታ ጓል ተረዲኣትሉ ኣይመስለኒ በይንኻ እኻ ማርታ ኢልካ ወረ ስማዓኒ ዝኾነ ኩሉ ማርታ ኣይሓተትካያን ዲኻ ዋላ ሓንቲ ይበልኩማ ካበይ ድመጸ ድፍረት ፍዕ ናይ ትምህርቲ ሰብ ኢኻ እንተ ሓቲትካ እንታይ ማለሲ ብዝኾነ ኩሉ ነገራት ካብ ውሽጢ ክትገብሮ ኢኻ
ዋይ ሓስብ ሕጂ ተዝኸውን ሪኻ ኣለኻ ሚስ ኮል ጌርካ ዲኻ ቴክስት ጌርካ ኣይ ላቭ ዩ ወይ ኣነ ብዝኾነ ፅቡቕ ፅቡቕ ዕላል እዩ ጠዊል ካልእ እንታይ እየ እስኪ ክንደይ ዝኣኽሉ ግጥሚ ይህልውኻ ናይ ደርፊ ንበሎም ወይ ፈላሊኻ ትነግረም ትኾን ኢልካ ኢልካ ደማሚርካ ካብ ሰላሳ ይበዝሑ እዮም
ኣብ ደርፊ ጥራይ ድዩ? እወ እወ፣ እቲ ካልእ ደሓን ከምዚ ኩሉ ሰብ ኣብ ጥራዙ፣ ኣብ ላፕቶቡ፣ ኣብ ሞባይሉ ዘቐምጦ ብዙሕ ግጥምታት ክህሉ ይኸውን። ሰብ ግን ነቲ ዝወጸ ነቲ ብዜማ ድዩ ብገለ ኣቢሉ ዝወጸ እዩ ዝፈልጥ። ሕጂ ካብ ካብ ሰላሳስ ኣይበዝሑን እዮም ኩሎም እሎም ተደማሚሮም መለስ ምስ ዝደልዮም ምስ ዝሓስቦም ንመን ንመን ንመን ንመን ዓበይቲ ደረፍቲ ሂብካ ኣለኻ?
ምስ ኣማኒኤል ጀሚርና ኢለካ ብድሕሪ ምስ ዳናየት ዮሃንስ ሰለስተ ደርፊ ሰሪሐ ኣለኹ
ወይናይ ወይናየ ወይናይ ወይናይ
ምስ ኤደን ከሰተ ክልተ ደርፊ ሰሪሐ ኣለኹ

ምስ ሰዓረ ውን ኣብ ኣዲስ ኣበባ ሰሪሕኻ። እዚ ሕጂ ናይ ኣዲስ ኣበባ ካብ ደምጸኻ ደኣ ምስቲ ዳዊት ውን እኮ ሰሪሐ ኣለኹ ምስ ዳዊት ጽጌ። ኦኬ። እታ ብዛዕባ ኣስመራ ዝሰራሓ ግጥሚ'ሲ ኣነ'የ ሰሪሐሎም ኣብዚ ኮይነ ማለት እየ እዚኣ ብዙሕ ሰብ ኣብ ኢንተርነት ወይ ኣብ ገለ ዝሰምዓ ማለት እየ። ኦኬ። ምስ ዳኒኤል ሞጎስ ምስ ረዘነ ኣለም ምስ ናሆም መስተ። እውን ሰሪሕና እተን ምስ ብዙሓት እተን ህቡባት መሸቀሉ ፅቡቅ ተቐባልነት ረኺበን ኣብ እዝኒ ሰማዕቲ ዘለዋ
መጀመርታ ብናይ ዳናይት በቲ ኣኸልትየ ትብል ሰራሕኳ ማለት እዩ ብዕላል ዕላል እቲ ሓሳብ ማለት እዩ እቲ ሓሳብ ምስ ክብራ ብተስፋ ሚካኤል ኢና ሰሪሕና እቲ ኣንታ ከምዚ ከምዚ ኮሎ እንታ ምስ ኣሕዋትና ኮና ዋላ ብናእሽቱ ንኣሽቱ ኢልካ እንዳ ሓሰብካየን ከለኻስ ዓብየን ጸኒዕኻ ከምዚ ኮሎ ገለ ገለ ምስ ክብርኣብ ምሕለል ማለት እዩ እሞ ድሓንስ ግጥምን ዜማን ጌረ ደይሰራሑ ተባሂልና እቲ ግጥምን እቲ ዜማን ገይረዮ ማለት እዩ ሕጂ መበገሲታት ናይቶም ሓሳባትካ እውን ከምኡታት እውን ክኾኑ ይኽእሉ እዮም ዋላ ክሊፓ ዋላ ገይሩ ተዘካሪት እያ ብዙሕ ሰብ ዝዝክራ እዩ እንታይ እቲ ሚስጥር ናታ ብዙሕ ሽዑ ብዙሕ ተሰሚዓ ዋላ ብትርኢት ክትሪኣ ከለኻ ምስ ቴድሮስ ኮይኑ ህያው ስእሊኣ እንታይ እቲ ሚስጥር
እንታይ እሞ ባለሱ ዝያዳ ዝሰምዐ ሰብ ገለ ክምልሶ ዝኽእል ኮይኑ ስምዓኒ ግን ኣነ ሓደ ዳናይት ጽቡቅ ጌራ ደሪፋቶ ምስ ዕድሚኣ ምስ ኩነታታ ዝኸይድ ደርፊ ኮይኑ ምስምዓኒ ሓዳስ እያ ምስቲ ድሕረ ባይታ ዘለዋ ናታ ማለትሲ ግጥምን ዜማን እዩ ተተኢለካ ሓሶት እዩ ምናልባት ሕማቅ ኣይኮነን ክኸውን ይኽእል እቲ ግጥምን እቲ ዜማን ግን እቲ ሸውዓተ ሙዚቃ ከየእተና ዳርጋ በርባዕተ ሙዚቃ ኢና ፍኹስ ብዝበለ መንገዲ ኢና ሰሪሕናዮ ማለት ሕጂ ኩሉ ተዳማሚሩ ኮምኡ እዩ ክኸውን ዝኽእል ትጽባቐ ናይታ ደርፊ ማለት እየ።
ሕራይ ጠዊል ሓወይ መሳርሕተይ ዓርከይ ሕጂ ከኣ ሓንቲ ሓሳብ ሓሲብና ኣለና ሓንሳብ ኣብ መፈጸምታኣ ኣብጽሓና ናይ ፊልም ንእግረ መንገዲ እየ ክነግር ደልየ። እስኪ ካብተን ንኣብነት ናይ ደናይት ጠቂስና ኣለና ናይ ሓብታ ውን ኣላ እስኪ ነቶም ዓበይቲ ደረፍቲ በብርእሲ እስኪ ንመን እዚኣ ከም ዝትመስል እስካ ዘክረኒ ተን ደርፍታት ትብሎ ንኣብነት ምስ ኤደን ጀመረኒ ኢልና ጀሚርና

ከተጀምርን ኢኻ ናይ ምጅማር ዓይነት
ንሕና ሓቂ እዩ ፅናዕ ከክበካ እዩ ፅናዕ
ሓውሲ ትብሉን ሰሪሕና ነርና ምስ ኤደን ሓውሲ ከናትካ ደ እወ ካብቲ መፅናዕቲ መበገሲ እዩ ሓሳብ ሓውሲ እዩ ማለት እንታይ ምስ ደለዩ እዮም ሓውሲ ዝብሉ ትፈልጦ ነገር እዩ መበ ብቢልካ ነቲ ኖርም ወይ ነቲ ሓሳብ ናይ ሓውሲ ናብ ወለደታት እንታይ ማለት እዩ ሓውሲ

ምስ ደረፍኩም ኣብ ገዛና ነይረ ሓንቲ ግጥሚ ጸሓፍኩዋ ንበሓልቲ ቤተይ ሲ ብገለ ኣጋጣሚ እያ ትፈትውኒ ዶ ገለ ኢለ ሓቲተያ ሲ እዚ ኩሉ ዝገብሮ ማለት ዘእንግደካ ብኩሉ ሲ ኣይርድኣካ እንዲኹ እንተ ሓቲትካ ድኣ ጠፊእኒ ድኣ ሓቲትካ ሕጂ እታ ሕቶ ከምዚ ደሓር ምስ ተደርፈት ሲ ኣብ ግጥሚ ኣላ ምሳይ ማሲ ኣይትሕተተኒ ገለ ትብል ኣይትሕተተኒ እዚ እቲ ተግባር ዝገብሮ ዘለኹሲ ንሱ እኹል ምስክር እንድዩ ደሓር እታ ደርፊ ምስ ሰማዕኽዋሲ ጥብ ደስ ኢልኒ በቃ ምስ ብዙሕ ሰብ ኣለሲ ካብተን ብዙሕ ዝተሰምዓ ብዙሕ ሰብ ከኣ ዝፈተወን ብተግባር እዩ ብተግባር ንሰብሲ ተፍቅረኒ ዲኻ ብተግባር እንድሕር ዘፍቅረካ ተኾይኑ ክሕግዘካ ልኣኸካ ኩሉ ነገር ተኾይኑሲ እቲ ምሕታት የርእየካ ኣለኹ እንዶ ንማለት እዩ እስኪ ናይ መን ኢኻ ብዘይካ ናይ ናሆም ድሓር ክንመጻ ኢና ካልኦት ከ?
ምስ ረዘነ ኣለም ብብዝሒ ሰሪሐ ብፍላይ ኣብ ፈስቲቫል ሳዋ ኣብ መዓልቲ ናጽነት ኣፈስቲ ኣብ ሃገራዊ ኣብ ፈስቲቫል ኤክስፖ ሰሪሐ ብብዝሒ ካብቶም ሃገራውያን ደርፍታት ዘፍረዮምሲ ብሓደ ኮይና ከምቲ ዝበልኩኻ ዓንተቦ ዩኒቨርሲቲ ወዲእናስ ሳዋ ምስ ከድኩስ ኣብኡ ምስ ናይታ ጉጅለ ባህሊ ጠርናፊ ነይረ፣ ኣብ ሳዋ ማለት እዩ። ንድሕሪት ደኣ ከምኡ ፍተወኒ ደኣን ክመልሰካ ንድሕሪት ተመሊስና ኣብ ሕጂ ረዘነ ኣለም ምስቶም ደረፍቲ ማለት ካብተን ክፍለ ሰራዊታት መጺስ እደርፍ በቲ ሽዑ ከኣ ኣንታ ዝቆልዑስ ክነፍዕ ንብል ማለት እዩ። ኤኒወይ ከም እንዳልና እሱ ኣብ ቴክኒካል ኣብቲ ሞያዊ ናይ ሳዋ ኣትዩ ተማሂሩ መፅዩ ኣስመራ ንራኸብ ተራኺብና ኣብ ኣስመራ ኣጋጣሚ ገዘ ገዝኦም ኣብዚ ጎደና ሓርነት እዩ ንዓናይ መምህረይ ቲቸር ንዓናይ ምሳና ክትምሳሕ ኢኻ ገለ ኢሉኒ ገዛ ከይድና ገዛ ከይድና ኣጋጣሚ ኣነ ንዕኡ መምህሩ ኣዲኡ ከኣስ መምህረይ ክብለካሲ ዋሊቦ ትብል መኮነን ኪዳነ ሻባይ ዘስራሓና ስራሕ ኔራ ዶኩመንታሪ ተሪኸያ ኣብዚ ናይ ቀውዒ ናይቲ ሕብረተሰብ ናይ ምትሕግጋዝ ኣብኡ ጭፍር እዩ ጭፍር እዩ ገረምታት ሕጂ ገባር ከዓ ጓል ገባር ከዓ ምሳና ሰሪሓ እያ ሕጂ ብሓደ ሰሪሕና ሓደ ክልተ ሰሙን ገለ ንኸውን ብሓደስ ጽቡቕ ተላሊና ሕጂ እዚ ኩሉ ምስ ኣሕዋት ኣቢልና ገለ መለስ ከይ መኣዲ ሃዳዳ ከምዚ ከምዚ ተባሂልና ሕጂ ጀሚርና ቦቢልና ነኺስና ማለት እዩ ክሳብ ሕጂ መሳርሕቲ ኢና ማለት እዩ ኩሉ ወዮ ትብል ደርፊ ምስኡ ሰሪሕና ኔርና ብዘይካ እቲ ሃገራዊ ደርፍታት ማለት እዩ።
ናይ መን ሽሙ ከ ናትካ ድያ ናይ ወዲ ሻውሽ።
እዚ ናይ መዓልቲ ናቲ ነበር። ናይ መዓልቲ ናቲ በታ ገና እየ ዘለኹ። እወ ናይ ወዲ ሻውሽ ኣብዛ ዝሓለፈት ዓመት ጥራይ ናይ ወዲ ሻውሽ ሰሪሕና ኣብ ወገዝ እያ ትብል በዓል ግዜ ትብል ናይ ናይ ኣምጻለይ ናጎ ሄኖክ ተኽላይ ናጎ ኣብ ስታድየም ናይ ረዘነ ኣለም እውን ትተሓተት ነብሲ ትብል ኣብ ሲና ማረማ ዘቕረባ ደርፍታት ሰለስተ ቅድሚ እውን ኮም እንዳልካ ሰሪሕና ማለት እዩ ሕራይ እስከ ፅቡቃት እየን ተን ኩለን ተተሰርሓ ዋላ እቲ ናብ በዓል ዝቀረበ ክሳብ ክንዲ ምንታይ ብሉጽ ደርፊ ምዃኑ እዩ ዘርእየካ ኣብቲ ዝዓበየ ኣጋጣሚታት ክቐርብ ከሎ ሓንቲ እዛ ናይ ከይትጸልኦ ግድን ከኣ ዝሓተትኳ ክትምልሰለይ ኣለካ እዛ ናይ እዛ ናይ ምስ ናኦም ሰራሕኹማ ኣብ ገለ ኣብ ሓደ ቪድዮ ክሊፕ ነቐፌታ ናይቲ ግጥሚ ገለ ሰሚዐ ኣለኹ እንታይ እዩ እቲ ነቐፌታ ብትኽክል? ኣነ እቲ ግጥሚ ሰሚዐዮ እንድየ ንዓይ ዝስመዓኒ ገለ ኣሎ ወይ ንዓይ ዝረኣየኒ እስኪ ባዕልኻ እስኪ እታ ግጥሚሲ ብትኽክል ድዩ ክንድኡ ጌጋታት ኣለዋ ወይ ከመይ እያ?
እንታይ ሕጂ ከምዚ ማለትሲ ዘፍረኻዮ ስራሕቲ ገምጋሚ ክህልዎ ሃያሲ ክህልዎ ማለት ከምኡ ክትረክብ ቀሊል ነገር ኣይኮነን በቲ ሓደ ነገር ማለት እዩ። እዝን እዝስ ከምዚ እባ ተትገብሮ ኔርካ እዝስ ከምዚ እባ ተድኸውን ኔሩ ድብለካ መንእሰይ ዕድለኛ እዩ ዝረኽቦ በቲ ሓደ ወገን ስለዚ ንዝኾነ ብዛዕባ እቲ ግጥሚ ዝተዛረበ ሰብ ብእኩብ ይኹን ብውልቂ መንእሰይ ተንክ ዩ ኢኻ ኣነ ከምኡ እየ ክብል ዝደሊ ማለት እየ ምናልባት ቁሩብ ንዓይ እንታይ ኮይኑ ስምዓኒ ክትዛረብ ከለኻ ወይ ክትነቅፍ ከለኻ ነቲ ደርፊ ከተነኣእሶ ዲኻ ትዛረብ ደለኻ ወይ ካብቲ ዘለዎ ደረጃሲ ንላዕሊ ክብ ከተብሎ ዲኻ ወይ ከምዝን ከምዝን ክግበር ነይርዎ ድዩ ኣየናይ መስመር ናይ ክሪቲክስ ኢኻ ትጥቀም ሲ ወሳኒ እዩ ብፍላይ ነዚ ማለትሲ መዋልድ ሰኣነ ኣካያድድ ሰኣነ ናይ ደርፍታትና ናይ ገለ ነገራትና ክትርኢ ከለኻ ኣብ ገድሊ ማለት ይጋደል እዩ ሕጂ እንታይ ደፋኢ ማለት ጽቡቕ ሓሳብ ዘበርክተሉ ዝደፍኦ ዝሕግዞ ዝምልኣሉ ክትረክብ ወይ ከምኡ እንተኾነ ትንዛረበሉ ከዓ ደስ ምበለኒ ማለት እዩ ሕጂ መስመር ብመስመር ኣልዒልካ ክትዛረበሉ ዘየገድስ ክኸውን ይኽእል ግን ወላ እንተሓመቕና ዋላ እንተጎደለና ንሕና እንታይ ኢና ንጽበ እቲ ሕብረተሰብ ክምልኣልና ክደፍኣልና ተሪኢኻዮ ውን ብናቱ ድፍኢት ብናቱ ሓገዝ ብናቱ ጎወር ብናቱ ጸግዒ ኢና ንነብር ማለት እየ ሕጂ ከጋጥም ይኽእል እዩ ዋላ እቲ ደርፊ ሲ ዋላ እቲ ግጥሚ ካብቲ ዝተባህሎ ንታሕቲ ውን ክሓምቕ ይኽእል እዩ ካብቲ ዝተባህሎ ንታሕቲ ውን እየ ዝብለካ ግን ከምዚ እንታይ እዩ ንዓይ ክትነቅፍን ክትዝልፍን ግቡእን እዩ። ሕጂ ክትነቅፍ ከለኻ ነቲ ሰብ ኣብቲ ዝመጽእ ስርሑ ሲ ዝያዳ ወይ ነታ ዝነበረት ስራሕ እዚ ንዚ እንተትኸውን ክትጽብቕ እዚ ንዚ እንተትኸውን ምምጥዓመት ብከምዝን ብከምዝን እንተትሰኣል ምሓሸት ልዙብ እወ ከምኡ ክኸውን ደስ ብለኒ ግን እቲ ክሪቲክስ ቀጻሊ ክህሉ ጽቡቕ እዩ ብመርገጺ ብመትከል ዝሰማማዓሉ ነገር እዩ። ነቲ ስነ ጥበብ ንምዕባይ ካልእ ዝኾነ ይኹን ዕላማ ዘይብሉ ነቲ ስነ ጥበብ ንምዕባይ ነቲ ስነ ጥበባዊ ንምሕጋዝ ንምብላሕ ኢልካ ዝግበር ክሪቲክስ ብዘይ ቅንዓለም እንተዘይጎደለ ማለት ደው ተዘይበለው
ስለዚ ኣብቲ ሓሳብ ናይታ ነቐፌታ በቲ ፅቡቕ ሸናኻስ ተሰማሚዕኻ ዶ? ካልእ እንታይ እዩ ዋላ እዚ ንነቐፌታ ሲ ደቓፋይ ወይ ሃያሳይ ኮምፖሊስ ብድሕሪት ዘይኮነ ሲ ቅርሚት ቅርሚት እናኸደ ዝብል ጽቡቕ ኣበሃህላ ኣሎ ናይ ነቐፍቲ ንበዓል ሼክስፒር ዝተባህለ ንቻርለስ ተዋህበ ንሼክስፒር ሲ ሓደ ነቓፋይ ካብ መቓብር ኣውጺኡ ካልኣይ ግዜ ክቕጥቕጦ ኣይምጸላእኹን ኢልዎ። ሼክስፒር ዝሰርሖም ስርሓት ብዓለም ደረጃ ክንርእዮም ከለና እንታይ ይመስሉ? ፍሉጥ ነገር ግን እቲ ነቐፌታ እቲ ልዙብ ሃያሲ ወይ ከኣ ንፉዕ ኣብቲ እንታይ ይበሃል ጥራሕ ዘተኮረ እዩ። ኣብቲ ስራሕ ዘተኮረ ሓጋዚ ዝኾነ ከኣ እንተኾይኑ ንፉዕ እዩ ዋላ ንዓኻ ውን የብልሓካ እዩ እቲ ሕብረተሰብ ባዕሉ ውን ክነቕፈካ እኮ እዩ እዛ ደርፊ እዚኣ ከምዚ እያ ወይ እዚ ግጥሚ እዚ ወይ ጽሑፍ እዛ መጽሓፍ እዚኣ ከምዚ እያ ክብለካ ውን እኮ ይኽእል እዩ ግን ኮነ ኢልካ ሓደ ሓደ ግዜ ዝመስል ኣሎ ዝረኣየካ ነገር ኣብ ካልእ ኣጋጣሚት ውን ኣሎ ፐርሰናል ነቲ ተዋሳኣይ ኣልዒልካ ነቲ ደራፋይ ኣልዒልካ ዘይነበረ ሕቡእ ናቱ ይኹን ዋላ ዝነበረን ዘይነበረን እንዳውጻኻ ናብ ግዳም ምውጻእ ምቅላዕ ዝመስል ነገራት ኣሎ ሕጂ ብፍላይ ሕጂ ዝዝውተር ዘሎ ኣብ ገለ ገለ ሚድያታት ከምኡ ኣሎ እዚ ብዙሕ ደስ ዘይብለካ ግን እንድሕር ብትኽክል እቲ ንስኻ ኣሚንካሉ እዝን እዝን እዝን እቶም ብድሕሪኦም ዝሰራሕኻዮም ሓጊዞምኒ እዮም እታ ነቐፌታስ ሓጊዛትኒ እያ ክበሃለሉ እንተኽኢሉ ሕጂ ጽቡቕ ኣለኻ እቲ ቴክኖሎጂሲ ከም ባይታ ከም መንጠሪ ከም ነቲ ዝተርፈና ነገር ከም መመላእታ ብዙሕ ነገር ክም ትብሎ ዘለኻ ይርኢ ይሰምዕ የንብብ ከም ኩሉ ሰብ ማለት እዩ ግን ክበሃል ዝነበሮ ዲልካ ትሓልፎ ነገር ኣሎ ንሰብ ኣነ ክትነቕፎ ፅቡቕ እዩ ግን ካብ ክትፅርፎ ከዓ ክትንኡ ነጥብ እቲ ባህልና ከምኡ እዩ እናተመሳገንካ እናተመላለእኻ እዚ ቴክኖሎጂ ከኣ ብኸምኡ ክንጥቀመሉ እዚ መራኸቢ ብዙሃን እዚ ዩቲዩብ ገለ ዝበሃል ብኸምኡ ነገራት ክንጥቀመሉ ነቲ ዝጎደለና ክንምልኣሉ እንተንኽእል እንተንፍትን እውን ጽቡቕ መስለን ማለት እዩ
ፍረወይኒ ፍረወይኒ ፍረወይኒ ፍረወይኒ ኣቲ ፍረወይኒ ፍረወይኒ ፍረዋይ

ተናኺናዮ ኢና ኩሉ ኩሉ ግዜ ትገርመኒ ከምዚ መጽሓፍ ትጽሕፍ ንኩሎም ምውላላት ጽሑፋት ናትካ ወይ ከዓ እቶም መን ኢኻ ትብሎም እቶም ስራሓትካ ናይ ጋዜጣ ኾኑ ወይ ካልኦት ድርሰት ክኾኑ ክእሉ ካልእ ብመጽሓፍ እየ ጽበየካ ነይረ ድሓር ብደርፍን ብዜማን ከተመርቕ ጥራሕ ማለት ኣብ ሓንቲ ካሴት ወይ ሓንቲ ንጽል ደርፊ ተሰሪሓ ትምረቕ መጽሓፍ እጽበ ነይረ ኣነ እሞ ምንዳይ ትጸበ ኢልካ ሕጅስ ኖ ኖ ኖ ኖ ኖ እሱ ከም ኣሎ ድዩ ከም መደብ ኣሎ ድዩ ከም መደብ ኣሎ ድዩ ከምዚ ኣወንዚፍካዮ ከይትኸይድ ሓደ ሓደ ግዜ እቲ ዋላ ትረብሓ ምስ ኩሉ ኣነባብራኻ ናብቲ ሓደ ሽፍቲ ክትገብር ትኽእል ኢኻ
እንታይ እዩ መፅሓፍ ማሰይ ዝያዳ ግዜ ደሊ ዝያዳ ጻዕሪ ደሊ ኣለዉ እኮ ማሰም ዝተወዱ ናብ ምውዳእ ገጾም ንዝቐረቡ ገለ ዝተጀመሩ ኣለውን ማለት እየ ፕሮባብሊ ግን ሕጂ ኣብዚ ዓመት ኣብዚ ክልተ ዓመት እቲ ዕብየት ንኣስ ትጥዓም ትሕመቕሲ ሓንቲ መጽሓፍ ክመርቕ እየ እቲ ናይ ጋዜጣ ናይ መጽሔት ናይ ረድዮ ዝበሃል ዝነበረ ተኣኪቡ ኣሎ እኩብ እዩ ዝበጽሓ ምናልባት ግዜ ጽባቀኡን ዓቅሙና ምስ ኣፍቀዶ ካልእ ነገራትና ምስ ኣፍቀዶ ኣብ ሕትመት ይበጽሕ ይከውን ቀዳማይ ዕላማይ ውን ኣነ ምናልባት ኣንተዋ ኣይነገርኩካን ንከውን ምጽሓፍ እዩ ናተይ እወ ቀንዲ ነገረይሲ ምጽሓፍ እዩ ብዓቢኡ ከኣ ነቲ ካብ ኣፍ ናብ ኣፍ ካብ ሰብ ናብ ሰብ ካባይ ናብ ወደይ ካብ ኣቦይ ናባይ ካብ ኣደይ ናብ ሓብተይ እናተመሓላለፈ ዝፀንሐ ንኹሉ ሕብረተሰብ ከዓ ብኸምኡ እናተመሓላለፈ ዝፀንሐ ልቦና ጥበብ ቅንዕና ኣፈታትሓ ስምዒትካ ናይ ምግላፅ ዝኣመሰሉ ብዙሓት ነገራት ኣብ ናይ ሕብረተሰብ ነዚኦም ከመይ ጌርካ ዝህልው ወለዶ ዋላ ብምሉኦም ኣይጠቐመሎም ግን ከመይ ጌሮም መወከሲ ኾንዎ ለባም ዝኾነ ሰብ ተልዩ ለባም ሕብረተሰብ ስለ ዝነበሮ እዩ። ሃያብ እንተልዩ ክህብ ስለ ዝረኣየ እዩ። ከምኡ ነዚኦም ከመይ ጌርካ ተብሎም ኣለዉ ድሓን መጻሕፍቲ።